ኣሕዋት ኢና እንተ ኣቐደሙ ኣይነበርናን ከተኣኒ እንድሕር ደኣ ኮይንካስ ህዝቢ ትግራይ ሓውና እዩ ኢሎም ካብኡ ትውልዲ ስለ ዘለዎም ወዲ ሓትነኦም ወዲ ኣኮኦም ስለ ዝኾነ ዋጋ የኽፍለካ ኣሎ ውፃእ ካብ ኮለጉዛይ ኮለጉዛይ ዝበሃል የለን ኮለጉዛይ ምሕደራ እዩ ካልኣይ ተምፀለይን ኢኻ ቅድሚ ራእስ ተሰማ ኤርትራ ንኤርትራውያን ዝበለ ኣቦ የለን ኣብ ታሪኽ ናይ ኤርትራ የለን ንመርከብ ፖለቲካ ኣይተስርሕላ መርከብ ኤርትራዊት እያ ዝሓሰኸ ስርናይ እንዳለመንካ ኣርባዕተ መዓስከር እቲኻ ንመንእሰይ ትግራይ ንመንእሰይ ኤርትራ መን ኣጥኒትዎ መን ኣብ ደረጃ እዚ ኣድሳ ንኣመሪካ ከም ዝሰድድ ገይርዎ ከምኡ ኢለ ኣይኮንኩን ዝማጎተካ ዘለኹ እንታይ ክገብር እንድሕር ደኣ እንተዘይተደፊኡ እንታይ ኮይኑ መፂኡ ድዩ ስለ ዝፀገሞ እዩ መፂኡ ህዝቢ ጭፍጭፍ ንሱ ማ- መጋድልቲ ዝኣስር ንሱ ንዓኹም ዘፅንት ንሱ ኣብ ምድረ በዳ ጠፊእኩም ድሃይኩም ዘይሓትት ንሱ ዝጨቆነካ ክሳብ ክንዚ ደስ ይብለካ ድዩ ተይልኩም ያኔ ግን ተንበርክከህ ኣማራ ወንድሜ ብልህ ኣሰብን ትሰጣለህ ያለ ውጊያ። ነሩ ማለት እዩ ሕጂ እዚ ዋላ ሓንቲ ዘምጾ ነገር የብሉን ቱት በል ተዛረብ ኢኹም ትብልዎ እምበር ሃዲኩም እኮ
ናይ ደገ ጸላእቲ ተትኮኑ ኔርኩም ስጋዕ ሕጂ ኣይመጽናሕናኩምን ካባይ ጀሚሩ። ንረብሓ ትግራይ ዕሽሽ ዘብል ዓይነት ጌጋ እናፈፀመስ ብኹርዓት እዚኣ ገይረ እየ ዝብል። እቲ እግሪ እቲ ሓዊ እንትቃፀል እንተሎስ ይስምዖ ዶስ ኣይስምዖን እዩ ዘይስምዖ እንድሕር ምኽንያት ኣብ ዝዕላም ውሽጢ ትኣቱ መጀመርታ ክትጅምር ከለካ ከመይካ ከምትገብሮ ክነግረክን እየ ግን ሰላም ጥዕና ሃበለይ ከመይ ኣለኹም ከመይ ትቕንዩ ክቡራትን ፍህትዋትን ተኸታተልቲ ሽደን ሪኣክትስ ዋን እንሆ ንሎሚ እውን ከምቲ ልሙድ ብሓድሽ ቪድዮ ቢልና ኢና ተራኺብና ዘለና ማለት እዩ ክሳብ መወዳእታ መደብ ምሳና ጸኒሕኩም ኣብ መወዳእታ ድማ ሸረፈለው ስለ ትብሉ ኣዝየ ኣዝየ ዘመስግን ሳብስክራይብ ብምግባር ተባብዑና ሰባት ብምሉእኹም ማለት እዩ ንዝገበርኩል ዝገበርኩምልና ምትሕብባር ኣዝየ ኣዝየ ዘመስግን ብዙሓት ነገራት ከምዚ ብዛዕባ ናይ ምስ ቪድዮታትና ትገብርዎም ናይ ላይክ ሼር ናብ ካልኦት ተብፅሕዎም ነገራት እሲ ንረኽቦም ኣለና ስለዚ ሳላኻትኩም ከዓ እዩ ከምዚ ኮይኑ ነባራት ኮንኩም ብዙሓት ርእቶታት ትፅሕፉ ሰባት ኣለኹም ኣብዚ ቻነል እዚ ኣዝየ ኣዝየ ዘመስግነኩም ክብረት ይሃበለይ ክብለኩም እየ ዝደሊ ሽደን

ለሚዮ ንበርለይ ዝሮዝሮ ንርእቶታትኪ ኣስቴር ሳሙኤል ዌልካም ሽደነይ ሰላም ጎነይ ማብለድ ዮ ዮ ዮ ሽኮሪና ብሬቭ ስማርት ወዲ ጀጋኑ ፒስ ኢሪ ትግራይ ኢኖሰንትስ ኣጆና ንቅድሚት ጥራሕ ኔቨር ኔቨር ንድሓር ምርኣይ ምጥማት ከምዚ ዝብሃል ማለት እዩ ከም ሓወልቲ ናይ ሰበይቲ ሎጥ ንድሓር ተመሊስና ጠጠው ኣይንብልን ምዕባለና ብዝኾነ ይኹን ብስኒት ብሓባር ጌርና ንቅድሚት ዕብየት ጥራሕ ዝብል ካብ ኣስቴር ሳሙኤል ፖዘቲቭ ማይንድስ ኦልወይስ ሰው ኢሉ ላይፍ ሽደን ሰላምካ ይብዛሕ ስራሕካ የድንቆየ ቀጽሎ ንወዲ ጣባ ዝመሰልካሉ ምስላ ደስ ኢላትኒ እናሰምዐ ዝደቀሰ ሓራይ ኢሉ ኢሉ ሓፍተይ ክብርትን ፍትውትን የው ንቐጽል ሓደ ሓውለና ኣብ ዓለም ስድማ ህዝቢ ትግራይ ጥራይ ኣሕዋት ኢና እንተ ኣቐደሙ። ኣይነበርናን ኣይኮናን ኣይክንከውን ኢና በሉ። እዚ ወዲ ኮሎጉዛይ ዝብል መንእሰይ ዘይወፅእ ዋጋ ንዝመፅእ ግዜ እውን ዋጋ ዘኽፍሎ ንሕና ደቂ ኮሎጉዛይ ትግራይ ትስዕር ኢልና ኢና ደቂ ኮሎጉዛይ ንዑ በዚ ተኣከቡ ደቂ ኮሎጉዛይ ዝኾንና ናብ ትግራይ ንቐርብ ዝብል ተደርበየ ዘረባ ብሰንኪ ደቂ ኮሎጉዛይ መውስቦ ዝተኸልኡ ሰባት መንእሰያት ዘለዉ ዋጋ ከም ዘኽፍል ፍለጥ ኣንታ ወዲ ኮሎጉዛይ ኢልካ ትምካሕ ኣነ ኤርትራዊ ኢልካ ንነብስኻ ኣላለየ ነዚ መንእሰይ እዚ ዋጋ ተኽፍሎ ኣለኻ ስጋብ ኣለዉ እዞም ሰለስተ ኣርባዕተ ዓበይቲ ኢና ዝብሉ ዓርጋሾታት ጓል ካልእ ኣውራጃ ከይትመርዑ እናበሉ መርዚ ዝነዝሕሉ ኣብ ርእሱ ኣለዉ እዚ ዋጋ ይኸፍል እዩ ዋጋ የኽፍለካ ኣሎ ውፃእ ካብ ኮለጉዛይ ኮለጉዛይ ዝበሃል የለን ኮለጉዛይ ምሕደራ እዩ በይኑ ተነፂሉ ኮለጉዛይ ዝብል ሃገር ወይ ኮለጉዛይ ዝብል ጥርናፈ ኣይነበረን ኮለጉዛይ ምሕደራ እዩ ህጂ ዞባ ኣሎ ጽባሕ ካልእ ክኸውን ይኽእል እዩ ምሕደራ እዩ። ሐራይ ጽቡቅ ኣከለጉዛይ ምሕደራ ኣሎ ምሕደራ ነይሩ ምሕደራ ይኮውን ቀጺሉ ስለዚ ምናልባት ምሕደራ ይኮውን ጣብያ ውን ክኸውን ይኽእል ዞባ ውን ክኸውን ይኽእል ወረዳ ውን ክኸውን ይኽእል ብዘየገድስ ከከም ስፍሓት ዓለሙ ድሓን ንምሕደራ እንድሕር ኮይኑ ንምሕደራ ብዘየመቹ ዘርእሰናይ ግን ደቂ ኣከለጉዛይ ንትግራይ ሓጊዝና ኢና ስለ ዝበሉ ውጹ ካብቲ ኣተሓሳስባ እዚ ዝብል ኣተሓሳስባኻ ንምንታይ ኢልካ ሒዝካያ መጺኻ ማለት እዩ እንድሕር ከምኡ ኮይኑ ምሕደራ እንድዩ ኣከለጉዛይ ፅዕንቶ የብሉን ዋላ ሓንቲ። ከምኡ ኢልካ ትኣምን እንድሕር ድኣ ኮይንካስ ህዝቢ ትግራይ ሓውና እዩ ኢሎም ካብኡ ትውልዲ ስለ ዘለዎም ወዲ ሓትንኦም ወዲ ኣኮኦም ስለ ዝኾነ ዝመውት ዝነበረ ሰብ ኣብ ውሽጢ ቃልሲ እዚስ ሓውና እዩ እንተኢሎምስ ሓውና ኣይኮነን ኢልኩምስ ክሓዱ ድዩስ ኤርትራውያን ኣይኮንኩምን ኤርትራውያን ከምዘይኮኑ እኮ ንስኻ ኢኻ ትዛረብ ተመለሱ ናብ ኤርትራውነትኩም ትብል ዘለኻ ንስኻ መጀመርታ እንታይ ኢልካዮም እንድሕር ደኣ ብዛዕባ ትግራይ ትዛረቡ ኮይንኩም ትግራይ ክንድግፍ ኢና ወይ ከዓ ትግራይ ክትስዕር ኣለዋ ኢልኩም ተኣምኑ እንድሕር ደኣ ኮይንኩም ኣይኮንኩምን ኢልካ እንዲኻ ባዕልኻ ወፂኻዮም ባዕልኻ መልሶም ንሳቶም ኣይወፁ ኣይኣተውኻ ኤርትራውያን ኮይኖም እዮም ሕጂ ኣከለ ጉዛይስ ኣውራጃ ኣከለ ጉዛይ ዝበሃል ኣብ ኤርትራ እምበር ኣብ ትግራይ የለን ኣብ ኢትዮጵያ እውን ከምኡ ዝበሃል የለን ኣብ ኤርትራ እያ ትርከብ እታ መሬት ተበሪህካ ድዩ ዘሎ እቲ ዘረባ ክሳብ ሕጂስ እታ መሬትስ ኣብኡ እያ ዘላ ብኡያ ቀጺላ ናብዚ ናብ ዓድናስ ኣየምጻእናያን ሕጂኸ ሕጂ ሰሚዕኻኒ ትኾን ኢኻ ብኣግባቡ ማለት እዩ እታ ዋና ክብለካ ዝደለኹ ግን ባዕልኻ እንዲኻ ኣይኮንኩምን ኢልካ ከማኻን ዝኣመሰሉ ወይ ብሓሳብ ትግራይ ትዕወት ወይ ከዓ ትግራዋይ ክስዕር ኣለዎ ብሂወት ክቕፅል ኣለዎ ስለ ዝበሉ እንዲኻ ከምኡ ኢልካዮም ሕጂ ተመሊስኩም ንዓድኹም እተው ትብሎም ባዕልኻ ዘውፅኻዮም ባዕልኻ ኣተእትዎም ትኽእል ማለት እዩ እምበር ንሳቶም ኣይወፁ ይኣተው እዮም ንመን ኢልካ ከምኡ ትዛረብ ከም ዘለኻ እውን ብጣዕሚ እዩ ዝሕዝን እየ ዝብለካ ኣነ ብወገነይ ማለት እዩ ማዕበል እውንስ ይፈልጥ ያኡ ኮይኑ ኮፍ ኢሉስ እንሳቶምስ ኣከለጉዛይ ትባሃል ኣውራጃስ ኣብ ትግራይ ከምዘየላስ ትፈልጥ ኢኻ ኣሽንባያ ዳኣ ኣከለጉዛይ ኣከለጉዛይ መግደፎ መርዓስ ይትረፍክን ዓዲ ሕጊ ያዩ ኢሉ እቲ ብስማዕ ልማዕ ኢሉ ዝተዋሃበ ናይ ኤርትራ መሬትን መግደፎ ካብ ትግራይ ዘሎ መሬት ንባዕል ሕጂ ገቢቱ እቲ ሓይሊ ኣብ ልዕሊ ሳሆን ኣብ ልዕሊኡ ከባቢኡን ዘለዎ ማለት እዩ ዝተፈላለዩ ካብ ከባቢ ሸራሮ ከም ብኡ ሒዝካ ክሳብ ትወጽእ ዘሎ ማለት እዩ ግንባራት ብሙሉኦም ኣብ ወደብ ዘለዉ ኣብቲ ቦርደር ዘለዎ ማለት እዩ ተጠቂዖም ግዳይ ኮይኖም ኣብ ብክልቲኡ ከባብታት ዝኾነ ይኹን ዓይነት ናይ ልምዓት ኣቕርቦት ወይ ከዓ ናይ ኢንፍራስትራክቸር ኣቕርቦት ወይ ከዓ ናይ ምግብ ኣቕርቦት ዘይረኽቡ ከም ዘለውን ናብ ስደት ዝኸዱ ከም ዘለውን ረሲዕኻ ይእኻ ትመስል ማለት እዩ ተትልብም ኣብዚ ኢኻ ክትልብም ነርካ ግን ኣብ ዘይኮነ እዩ ልፍዓ ዝበሎስ ብሕልሚ ዳውላ ሽከም ስለ ዝኾነ ብከም እንዳገበርካ ንበር ካልእ ኣይተምፀለይን ኢኻ ቅድሚ ራእስ ተሰማ ኤርትራ ንኤርትራውያን ዝበለ ኣቦ የለን ኣብ ታሪኽና ኤርትራ የለን ኣምፀለይ ብድሕሪኡ ዝበሉ ኣለዉ ብዙሓት ብድሕሪኡ በዓል ወልዳ ወልደማርያም ብድሕሪ ብድሕሪ ራእሲ ተሰማ እዮም ተዛሪቦም። ቅድሚ ራእሲ ተሰማ ተዛረበ ኤርትራዊ የለን። ራእሲ ተሰማ ትምህርቲ ከይተረፈ ተኸልኪሉ እዩ። ስማርት ስለ ዝኾነ ሰብ ስለ ዘይሓገዞ እምበር ኤርትራ ንኤርትራውያን ክብል ከሎ ካብ ትምህርቲ ጥልያን ዋ- ወይ ንዓ ሞርከ ነምህረካ ኢላ ንዓና ተጎንባሓልና ወይ ባዕልኻ ትፈልጥ ኢሎሞ ኖኖ ስለ ዝበለ ኣይተምሃረን። That's it ዋላ ሓንቲ ክገብር ኣይክእልን ንበይኑ so እዚ ሕጂ ዘሎ እዞም ህግደፍ ዶ ሻዕብያ ዶ ንሕና ሻዕብያ ኢሎም ዝፍክሩሉ ስነ ሓሳብ ናይ ራእስ ተሰማ እዩ ዋላ ሓንቲ የብሉን ንመርከብ ፖለቲካ ኣይተስርሑላ መርከብ ኤርትራዊት እያ ጓል ጅግና ስውእ እያ ጓልና ሓብትና ሰበይትና መርከብ ኤርትራዊት እያ መርከብ ሓፍተይ እስኺ ፅሪቲ ጭዋ ጓል ጭዋ ኤርትራዊት ኢኺ ኣብዚ ርስሓት ናይ ዓሌትነት ከየእትውኺ ደሓን ደስ ዝበለኪ ተዛረቢ ህዝብኺ ድስንትላይ ክበልዮ።
ትክክል ኣለኻ ኣዱ ከዓ ዝሃበቶ መልሲ ማለት እዩ ፅቡቅ ዝኾነ ዘረባ እዩ ስለዚ ነቶም ጭዋታት ዝኾንኩም መብዛሕትኡ ግዜ ኣነ ዝመኽረኩም ኣብዚ ሶሻል ሚድያ ሓደ ሓደ ግዜ ክብሪ ሓሊኻ ተቅርቦ ፕሮግራማት ኣሎ ገለገሊኡ ከዓ ክብሪ ዘይሕሉ ግደፎሞ ክብሪ ናይ ካልኦት ሰባት ክትሕልወሉ ናይ ባዕልኻ ክብሪ እውን ክትሕልወሉ ብዘይትኽእል መልክዑ ብዙሓት ስዲ ብስድነት ዝዓበዩ ስድታት ዝኾኑ ሰባት ስለ ዘለዉ ምናልባት ኣይፈልጥኹም ኣይጥይቕኹም ድሕረ ባይታኹም ኣየፅንዑ ኣይተረድኡ ድው ኢሎም በቃ ብዝኾነ ካብ ዝኾነ ቦታ ነጢቦምኹም ብዛዕባኻትኩም ሕማቕ ክዛረቡ ክትሰምዑ ስለ ትኽእሉ ዋላ ሕማቕ ኣይትግበሩ ማለት እዩ ከምዚ ስነ ጥበባውያን ኣርቲስታት ገለገለ ዘበልኩም እቲ ማሕበራዊ ሚድያ ሳዓቤኑን ጸገማቱን ፈሊጥኩም እንተትጅምርዎ እዩ ዝሓሸ። ኣዱ ዝበለቶ ዘረባ ጽቡቅ ኣሎ መናእሰይ። በቦኻ ኢኻ ትድግፎ ዋላስ ብዝገብሮ ዘሎ ስራሕ? ኖኖኖ ኣቦይ ክብለካ ንዓይ ኣቦይስ ህግደፍ ኣይኮንኩን ዝብለካ ዘለኹ ማንም ንሃገር ዝወደቐ ኣቦይ ናይ ንዓና ንዓና ክንሳ ኣቦታትና ኣቦይ ናይ ኣቦታትና ኣይኮናን ዲና ሕና ንቃልስ ዘለና
እሞ ጽቡቅ ኣቦካ ኣቦ እዩ ኣነ እቲ ሕድሪ ናቱ ጽኒዐሉ ኣለኩ ክሳብ ሕጂ ንስካ ከኣ ከኒዕካ የለካ ትግራይ ትግራይ ትብላ ኣለካ ኣቦካ ይጋገ ተሊካ ዓገብ ትብሎ ዶ እ ኣቦካ ይጋገ ተሊካ ተጋግየ እሞ ክሳብ ሕጂ እንዲ ሃገር ዝሕሉ ዘሎ ዋ እራይ ሰማንያ ሽሕ ኣብ ትግራይ ከይዶም ጠፊኦም ኣለዉ ሕጂ ንምንታይ እ፣ ስድራ ቤት ፈልጦ ስውኣት ዘይንገሩ ዘይፈልጥ ኣበይ ፈሊጥካ እዮም ቁፅሮም ምሳና ኣብዛ ስደት ዘለካ
እዚ ደኣ ዋላ ዘረብኡ ደስ ኢልኒ ኣነ ትኽክል እዩ በቃ እቲ ሎጂክ እቲ በቲ ሎጂክ እንድሕር ከይድና እቲ መንእሰይ ንኪሮስ ዝም- ንወዲ ኪሮስ ዝምልሰሉ ዘሎ ብቑዕ ዝኾነ መልሲ እዩ ዝምልስ ዘሎ በቃ እታ- በቲ ሎጂክ ተኸይድና ሲ ኮፍ ኮፍ ኣቢልሉ ተዛሪብዎ ተዛሪቦ ከዓ መሊስሉ 80 ሽሕ 100 ሽሕ ገለገለ ትብል ኣለኻ ገለገለ ይብል ኣሎ ካበይ ናበይ ከም ዝነጠረ እውን ንባዕለይ ወዲ ኪሮስ ኣይተረድእን ሕጂ ቶም ሰማንያ ሽሕ ሶ ቶም ሰማንያ ሽሕ ታገብሪኦም መፅኦም ጎዮም ድዮም ሃዲሞም ድዮም ሰማንያ ሽሕ ጥራሕ ደልካዮም ኢኻ ኩሉ እንዲ መፅኢ ዝነበረ ንትግራይ ዓዲ ምልኢት ኮያ መፅያ ነራ ገለ ተካዒ እውን እዩ ነይሩ ብዙሕ ሶ ግን እቲ መንእሰይ ዝምልሶ ዘሎ ቦቲ ናቱ መንፅር እየ ዝብለካ ዘለኹ ማለት እቲ ሓሳብ ትክክል እዩ ዘይኮነስ እቲ ኣዘራርባ ናይቲ ሎጂክ ኣካይዳስ ግቡእ መልሲ እዩ ፅቡቅ ኣስሒቆምና ከዓ ደስ ኢሎምና ኣነ ብዛዕባ ህዝቢ ትግራይ የድልየና እዩ ክንምጉት ኢና ኣካልና ስለ ዝኾነ እቲ ህዝቢ ትግራይ ተቋዳሲ ኣካል ናይ ኩናት ኮይኑ እዩ ዝበሃል ተረዲካ ዶ ጀኖሳይድ ተፈፂሞ ዶ እዋ ኣካል ናይቲ ኩናት ስለ ዝኾነ መን ኣባሪዕዎ እቲ ኩናት መን ወዲዕዎ እቲ ኩናት ኣለዋና ተን ዘለዋና ቡምባታት ኣብ ኣስመራ ባዕባዕ ከነብለና ኣብ ሙቕታታ ናይ ኤርትራ ህዝቢ እዩ ዘሎ በስመራ ህዝቢ እዩ ዘሎ ደቂ ኣምሓረ ህዝቢ እዩ ዘሎ መንደፈራ ህዝቢ እዩ ዘሎ ከረን ህዝቢ እዩ ዘሎ ባፅዕ ህዝቢ እዩ ዘሎ ኣባቕርደት ንህዝቢ ኤርትራ ከም ዘይጨነተ ንህዝቢ ኤርትራ ካብ ሃገሩ መን ጅውፅዎ መን ኣውፅዎ መን ኣውፅዎ ሳክሽን ዶ ማክሽን ዶ እናበልካ ካብ ማለት ካብ ኖርወይ ዝሓሰኸ ስርናይ እንዳለመንካ ኣርባዕተ መዓስከር እቲኻ ንመንእሰይ ትግራይ ንመንእሰይ ኤርትራ መን ኣጥኒትዎ መን ኣብ ደረጃ እዚ ንኣዲስ ንኣመሪካ ከም ዝሰድድ ገይርዎ ሕጂ ክልተ ነገር እዩ ዘሎ ኣብ ትግራይ መዓስከር ተሰሪሑ ነይሩ እቲ መዓስከር ንክልተ ዕላማ እዩ ተሰሪሑ ንኣብነት ንስኻ እንታይ ኢልካ ኢኻ ትሓስብ እቲ መዓስከር ተሰርሐ ነቲ መንእሰይ ኤርትራ ዘሎ ብምልኡ ወሲዱ ንኣሜሪካ ክልእኸሉ እዩ ደልዩ ሰሪሕዎ መንግስቲ ኢትዮጵያ ወይ ከዓ ብመለስ ግዜ ስለ ዝነበረ መለስ ዜናዊ ብመሪሕነት ሰሪሕዎ ተጋሩ ከዓ ኣብ መሬቶም ተሰሪሑ ነይሩ እቲ መዓስከር ኢልካ ተዛረብ ሕጂ እዚ ታይ ማለት እዩ በቲ ሓደ ወገን ኣትራክት ዝገብር ጽቡቕ ነገር ዝመስል ዝሓሸ ዕድላትን መንገድታትን ዝመስል ነገር ስለ ዘሎስ እቲ ህዝቢ ምእንታን ተሳሒቡ ክወጽእስ ተሰሪሑ ዝብል መንገዲ ሓደ ሓዝ ሓደ እቲ ካልኣይ ጸገም ከ ታይ እዩ ዝበሃል ብወገን ኤርትራ ኮይኑ ነቲ መንእሰይ እዚ ኣብቲ ዓዲ ከይነብር ዝደፍእ ስርዓት ጉጅለኣዊ፣ ዲሞክራት ዘይኮነ ቶታሊታርያን፣ ንኹሉ ዓምሪሩን ጠቕሊሉን ዝሓዘ፣ ተቓለስቲ ብምልኦም ሓሳብ ዘዝሃበዎ እንዳካፈለ፣ ምርጫ ዝብሃል ዲሞክራሲ ዝብሃል ኣይፈልጥ ዝዕፍን፣ ካብ ዓሰርተ ክልተ ክፍሊ ንላዕሊ ተምሃሮ ተማሂሮም ከይነቕሑ ማይ ነፍሒ ገለ ገለ ዝብሃላ ክልተ መሰልጠንታት ምስ ሳዋ ገለ ሓዊሱ ዘሰልጠነ ዩኒቨርስቲ ዝብሃል ዘይሃነጸ፣ መወዳእትኡ ገዛገርላሰን ገምሃሎን ባድመን ብምሉኡ ዓብዪ ፕሮጀክትታት ክኸውን ዝነበረ ንሓንቲ ዓዲ ምልኢት ዝኸውን ማለት እዩ። ከምዚ ሜጋ ፕሮጀክት ክበሃል ዝኽእል ደረጃስ ፈንጅን ወዲ ፈንጅን እንዳተኸለ ምስ ህዝቢ ክቃለስ ምስ ሓዉ ከቃልሶ ኣብ መወዳእታ ድማ ኣይ ኣነ ንመሬት ኢለ ተቃለስኩም ክብሎ ኢሉ ዝደፍኦ ሓይሊ ነይሩደስ ኣይነበረን ክልተ ክልቲኦም እንተነይሮም እቶም ሓይልታት እዚኣቶም ኣየንኦም ሚዛናዊ ስለ ዝኾኑ እዩ እቲ መንእሰይ ንትግራይ ተሰዲዱ ከምኡ ኢልካ ተተሓስብከ ብኣውርኡ እቲ ህዝቢ እዚ ክንደይ ሚልዮን ድዩ ብቑፅሩ ዓሰርተ ሚልዮን ሓሙሽተ ሚልዮን እኮ እዩ። ሸውዓተ ሚእቲ ሽሕ ዝኣክል ወይ ሸሞንተ ሚእቲ ሽሕ ዝኣክል ስደተኛ ኣብ ሕጻጽን ኣብ ማይ ዓይንን ነይሩ ማለት እዩ። ብክልቲኡ ገጽ ካብ ካብ ሸውዓተ ሽሕ ካብ ሽዱሽተ ሽሕ ክሳብ ሸሞንተ ሽሕ ዝኣክል ሓደ ሚልዮን ከባቢ ዝኸውን ሰብ ብኡ ንብኡ ከኣ ማለት እዩ ልክዕ እቲ ተቐማጣ እየ ከም ዝቆጽረልካ ዘለኹ ዝኸይድ ዝመሓላለፍ ዋላ ሓንቲ ለይቲ ሓዲሩ ዝኸደ ብስደተኛ መልክዑ ዝተመዝገበ እውን ክህሉ ይኽእል እዩ። ሕጂ ኣብዚ ሰሪቑዎ ነቲ መዓስከር ኣብቲ መዓስከር ዘሎ ስርናይ ወይ ከኣ ዝመጸ ጥቕማ ጥቕሚ ዝሰረቐ የለን ብሙስና ጌሩ ንዕኡ ዝበልዖ የለን። ሓደ ሰብ ኤርትራዊ ኮይኑ ንሱ ንኣሜሪካ ክኸደሉ ዝነበረ ዕድል ወዲ ሓፍቶ ኣይሰደደን። ከምኡ ኢለ ኣይኮንኩን ዝማጎተካ ዘለኹ። እንታይ ክገብር እንድሕር ደኣ እንተ ዘይተደፊኡ እንታይ ኮይኑ መጺኡ ድዩ? ስለ ዝጸገሞ እዩ መጺኡ። እንተ ጸጊምዎ ከኣ መዓስከር ተሰርሐ ኣይተሰርሐ ክመጽእ ኔሩ ድዩስ ኣይነበረን? ክመጽእ ኔርዎ ማለት እዩ። ክመጽእ እንድሕር ደኣ ኔሩ እቲ መንእሰይ፣ መዓስከር ዋላ ይሰራሕ ብዘየገድስ፣ እቲ ሎጂክ እየ ዘውግዐኩም ዘለኹ ማለት እዩ፣ ክመጽእ ኔርዎ እንድሕር ደኣ ኮይኑ ከኣ መጺኡ። ስለ ዝመጸ መሕደሪ ቦታ ከኣ ክስርሐሉ ንቡር ስለ ዝኾነ ተሰሪሑሉ ማለት እዩ። እዚ ሕጂ ዘይመስል ነገር ሰሪሕኹም ወሲድኩምና ባዕልኻ ዶ ትመጽእ የለኻን ኣደ ኢታይ ጣይ ታሂቦምኹም ዶ ምስ ከልኡኒ ተሓሲመ እዮም ዝበሃል ዘረባ ምስ መጻኻ ንሕና ዝገበርናዮ ነገርሲ ንዓይ ንክስሕቡ ኢሎም እዮም ንዓይ ንክስሕቡስ መዓስከር ስደተኛታት ኣጣይሾም ካብ ትብል እንታይ ኮይና ህዝብና ይመጽእ ነይሩ ዝብል ሕቶ እውን ምስኡ ሕተት ክልተ ነገር እዩ በዚ ሰሓባይ ሓይሊ ነይሩ ኢልካ ካብ ትኣምን ብኡ እውን ደፋኢ ሓይሊ ኣሎ ኢልካ ዘይትኣምን እንታይ ኮንካ ፈሪሕካ ስለ ዝኾንካ ከምዚ ኢልካ ንኽትዛረብ ትብዓት ስለ ዝሰኣንካ እዩ ኣፈወርቂ ማለት እዩ ሶ ባባ ጃብር እንታይ እያ ዝብለካ ቅንዕቲ መንገዲ ጽቡቕ እንዲ ትዛረቦ ዘለኻ ከም መናእሰያት ተጠርኒፍኩም ኩልኹም ማለት እዩ ክትዛረቡ ደስ እዩ ዝብለኒ ምክንያቱ ሓሳብካ ክትገልጽ ነቶም ምንኣሰ ኣሕዋትካ ክተምህሮም ቁም ነገር ዘለዎ ነገር ከመይ ይዝረብ እንታይ ይዝረብ ክተፍልጦም ጽቡቕ እዩ ዘይኮነ ዘረባ እንዳተዛረብካ ልቢ ሰብ ግን ታዕ ኣይተብል ማለት ንሕናሲ እቲ ዘረባስ ዋላ ድግም እንተወዓልናዮ ፍረ ክህልዎ ኣይክእልን እዩ ካብ ዘረባ ፍረ ኣይርከብን ኢልና ኢና እምበር እቲ ዘረባስ ክንምልሰልካስ ስለ ዝጠፈእና ከም ዘይኮነ ክትፈልጥ መንታን ነንእሽለይ መልሲ ሂበካ ኣለኹ ባባ ኣፈወርቂ ቀጽል ክሓስየኩም እዩ ዝብል ዘሎ መን እዩ ህዝቢ ጭፍጭፍ ንሱ መጋድልቲ ዝኣስር ንሱ ንዓኹም ዘጽንት ንሱ ኣብ ምድረ በዳ ጠፊእኩም ዳይኩም ዘይሓትት ንሱ ስለምንታይ መስለኩም ኣብ ጀነባ ከይድኩም ዳውን ዳውን ኢልኩም ዕስራ ዓመት ሓደ በሉ ሕጂ እውን ይውረደልና ከምዚ ይብል ኣብ ፌስቡክ ድሕሪት ዝነፍዐ ፌስቡክ ይንጥሸብል ጋሕ ይብልካ ኣይመውትን ምክንያቱ ክፉእ ህዝቢ ካብ መልሓስ ዝወፅእ ተኮይኑ ገዛዩ ድማ የንውሐሉ እዩ እስራኤላውያን ኮ ፈርኦን ከስጥመሎም ከሎ ከም ዝገብረሎም ከሎ ራሄል ብኸት ኣልቀሰት ኢሉ እቶም ዝዓሸው ካህናት ኣብ ዓለም ናይ ኤርትራ ካህናት እዩ ብፍላይ ኣብ እስራኤል ዘለዎ ዕስራ ዓመት ምስ ሰበይቶም ከይራኸቡ ዝኾነኖምስ ዕድሜ ሃበሎም ዝምረቑ ማለት እዩ ኣነ ዝገርመኩም ምስ ናፍቆቶም ምስ ኣንስቶ መይቶም መንግስትና ዝብሉ ማለት ስለዚ ናይዚ ሓውና ዘረባ ዝነበረትስ ሓቂ ድያስ ሓሶት እንተኢልኩማ ፍርዲ ንዓኻትኩም እሞ ገዲፍናልኩም ኣለና ከመይ ትርእይዋ እታ ወግዒ እዚኣስ ተጋላብጦ ዝኾነ ህዝቢ እዩ ዘለና ንዝጨቆኖን ንዝበልዖን ዝምርቕ እምዋ ነቲ ኩናት ዘምጽኣሉ ንባዕሉ ዝድግፍ ሰላማዊ ሰልፊ ስንዑ ደጊፉ ዝወጽእ ህዝቢ እንተዘይነጥሪ ኔርና ኣነ ብወገነይ ከም ዝመስለኒ ወቓዒኻ ክሳብ ክንድዚ ይፍቶ ድዩ ዝጨቆነካ ክሳብ ክንድዚ ደስ ይብለካ ድዩ ተይልኩም ሓደ ሓደ ንስቲ ኣለዋ ብተፈጥሮ ሰብኣየ ተዘይጸፊዑንስ ደስ ኣይብለንን ወይ ሓዳር በቃ ማለት ሰላም ዘሎ ኮይንስ ኣይስምዐንን ዝብላ ከምኡ መሲሉ ይስምዐኒ ማለት እዩ እሺ ንስኻ እንታይ በልካ ያኔ ግን ተንበርክከህ አማራ ወንድሜ ብለህ አሰብን ትሰጣለህ ያለ ውጊያ አሰብን እኛ እንዋጋም ባይዘወይ ስለዚህ ውጭ ሀገር ሆኖ እንደ መለፍለፍ አይደለም ወንድሜ። ተመልሲ ግብሩ ርእዩ እግሪ ከሊእዎ ዝበሃል ዘረባ ትፈልጡ ኢኹም ምሽ ከምኡ እያ ማለት እዩ ንተመን ግብሩ ርእዩ እግሪ ከሊኡ ክፉእ ስለ ዝኾነ እግሪ ተዝህልዎ ከዓ ሕሰብዎ ክኸፍእ ነይሩ ማለት እዩ ሕጂ እዚ ዋላ ሓንቲ ዘምፆ ነገር የብሉን ቱት በል ተዛረብ ኢኹም ትብልዎ እምበር ከምኡ ዓቕሚ ከም ዘይብሉ ክነግረኩም ይኽእል እየ ብቐሊሉ ከምዚ ክንገ- ከምዚ ክንገብር ኢና ከምዚ ጌርና ክነኽዑ ኢና ከምዚ ጌርና ሓዊ ክነዝንብ ኢና ገለመለ እዞም ከምዚ ዝበሉ ፈኸራታት ማለት እዩ ሎሚ ን 21 ክፍለ ዘመን ኣይኮኑን ካብ ኣነ ከም ዝረኣኽዎም 21 ክፍለ ዘመን ንባዕሉ ኣይኮኑን ቸቸን ዝበሃሉ ወታደር ኣለውኒ ንሳቶም ሒዘስ ኬቭ ትበሃል ኣላስ ርእሰ ከተማ ዩክሬን ኣርባዓን ሸሞንተ ሰዓታት ውሽጢ ክኣቱ ኢል ነይሩ ፑቲን ኣርባዓን ገለ መለን ዓመታት ከይኸውን ኣርባዓን ሸሞንተን ሰዓት ምናልባት በዚ ተቐፂሉ ክቕፅል ይኽእል እዩ ማለት እዩ ሎሚ እንታይ እዩ ዘድሊ እንተይልኩም ዲፕሎማሲ እቲ ሓደ ንመን ደገፎ ነቲ ሓደ ንሱ ኣይኮነን ፑቲን ስለ ዘይሓየለ ገለ ኣይኮነን ተካይዳ ስሕተት እንተ ነርካ ስሕተት እንዲኻ ሓቀይ ካብ መጀመርትኡ ዘድክመካ ጉልበትካ ዘወድእካ ወዲ ጓልካ ስያ መወድእ ክዳንካ ዝበልዎ ሱቕ ኢሉ ንዓኻ ብዝብዝ ዘቢሉ ዝበልዐካ ዝኾነ ይኹን ነገርሲ ንምንታይ ናብዚ ትኣቱ ስለ ዘይተረድእካ ሓይሊ ሓይሊ ስለ ዝተሰምዕካ፣ ስምዒታዊ ስለ ዝኾንካ፣ ድፍረት ዝረኸብካ መሲሉካ ኣነ እየ ጅግና ገለ ገለ ከምኡታት ዝብሉ ቃላት ነገር ትጥቀመሎም ኣብዚ ሎሚ ከምኡ ዝብሃል ነገር የለን ኣብዚ ሎሚ ግዜ ጅግና ዝብሃል ክሳብ ዝሓልፍ ቀስ ኢሉ ዝሕልፍ እውን ክኸውን ይኽእል እዩ ምኽንያቱ ኣብ ትኽክለኛ ሰዓት ዓሻ ምዃን ንባዕሉ ጥበብ እዩ ዝብሃል ኣባህላ ናይ ስፓኒሻውያን ኣሎ ማለት እዩ ስለዚ ትኽክለኛታት እዮም ትኽክለኛ ሰዓት ተኾይኑ ረግዒ ኢልካ እዩ ዝሕለፍ ሓይሊ ዘየድልዮ እንተኾይኑ ሓይሊኻ ዘይምጥቃም ሓይሊ ዘድሊ ተኾይኑ ድማ ሓይልኻ ዓቝርካ ሓይልኻ ምጥቃም ትኽእል። ተዘይኮይኑ ግን ከምዚኦም ዝኣመሰሉ እግሪ ዘይብሎም ሰባት ድሌቶም ስለ ዝተዛረቡ ግብሮም መልሓሶም ክፉእ እንተኾነ ዋላ ሓንቲ ዘምጽኦ ለውጢ ስለ ዘየለ ጥራሕ ናትና እቲ ንሓስቦን እቲ ግብርታትናን ብስነ ስርዓት ዘለዎ መንገዲ ክኸውን ኣለዎ። ክንተሓባበር ኣለና፣ ሰላማዊ ዝኾነ መንገዲ ክንገብር ኣለና ናትና መልእኽቲ እዩ ማለት እዩ። ኣሕዋት ክበኣሱ ከለውሲ ኣብቲ ጎቦ ኮይንካ ኣውይ ከምኡ እኮ እዩ ኮይንና ንሕና ብጣዕሚ እዩ ኣጸጊሙና ደሎ ከም መድህን ኣለም ንርእየኩም ነበርና መራሕቲ ናይ ቆሎ ጥጥቆ ኮይንኩም ክትዛረቡ ከለኹም ብጣዕሚ እዩ ደሕዝነኒ ደቂ ዓሰርተ ሸሞንተ ዓመት ትግራይ ትስዕር እናበሉ ጠፊኦምሲ መላገጺ ኣየሕዝነኩምን መራሕትና ኣይሰዋእኹም እንዲኹም ኮይንኩም ኣንጀት ደሰወእት እኮ ከምኡ ይኮነትን

መሕፈሪ ኮይኑ ዋ ብኣየር እናኸድካ ናብ ፀላእን ምፅዳቕ ኮይኑ ይግበር ድዩ ኮይኑ ስዋኣትኩም እንዶ ረኣዩ ኣካሊ ጉድኣትኩም እንዶ ረኣዩ ደቂ ስዋኣት ቆልዑ ትምህርቲ ኮዮም ስኢኖም ብጣዕሚ ብጣዕሚ እዩ ዝገርም እቶም ወለድና ዘውግዕዎ ወግዒ ዘሎ እተን ኣዴታትና ዘውግዕኦ ዘለዋ ብዙሕ እዩ ካብ ማዕዳዊ ምኽሪ ከም ኣዶ ወይ ከኣ ከም ኣቦ ኮይኖም ዘውግዕዎ ውን ኣሎ፣ መእረምታ ዘውግዕዎ ዝዛረብዎ ውን ኣሎ፣ ሓሳቦም ዝገልጽሉ ወይ ከኣ መሪርዎም ዝዛረብዎ ውን ክህሉ እዩ፣ እዚ ኩሉ ኢና ንሰምዕ ዘለና ምሽ፣ ነዚ ኩሉ ሽግር ነዚ ኩሉ ሽግር ምኽሪ ሰብ ዘይምስማዕ እዩ በቃ ነዚ ኩሉ መንቀሊኡ ማለት እዩ ምኽሪ፣ ምኽሪ ሰብስ ምኽሪ እቲ ህዝብስ እቲ ህዝብስ ምንም ኣይፈልጥን ኢልካስ ምሕሳብ ማለት እዩ፣ ህዝብ ህዝቢ ማለት ድማ እኩብ ሓሳብ ማለት እዩ፣ እኩብ ሓሳብ ድማ ሓደ ኣይደንቲቲ ማለት ሓደ ጠጠው ዝብል ሓወልቲ ማለት እዩ፣ ክድፋእ ይኽእል ክንወጸ ይኽእል በቃ ምንም ክትገብሮ ዘይትኽእል ማለት እዩ። እቲ ህዝቢ ብምሉእ ተኣኪቡ ተዛረብስ ሓደ ኣይደንቲቲ ዘለዎ ሓሳብስ ወጽዩ ማለት እዩ ሲሚላር ዝኾነ ዘረባ። ምስዚስ ምግጫው ምልታም እዩ። እንታይ ኣእተወኩም ነዚ ሰሚዕኻ ምትግባር እንዳሃለወ እቲ ህዝቢ ድሕሬና ዝተረፈ እዩ ክእምት ኣይኽእልን ንሕና ዝኾነ ፖሊሲ ኣውጺእና እሞ ንምትግባርስ ኣብዩና ኬፐብል ኣይኾነን እንተዝኸውን ኔሩ እኮ ጸገም ኣይምነበሮን በቃ ነቲ ህዝቢ ክነምህሮ ክነረድኦ ምበልኩም ሕጂ እቲ ህዝቢ እኮ እዩ ቀዲሙኒ ቅድሚ እቲ ጋሪ እቲ ፈረስ ዝበሃል እኮ ኣብዚ እኮ እዩ ገጢሙ ዝኒሀ ማለት እቲ ጋርስ ቅድሚ እቲ ፈረስ ዝበሃል እኮ ኣብዚ እዩ ትህዝብስ ቀዲሙ ክትገብርዎ ዝግባእ እንዳነገረኩም ንባዕሉስ ፅሒፍካ ወሲድካ ምትግባር እውን ይኣብየካ ድዩ በቃ እቲ ትገብሮ ዘለካ ተዓረቁ ተይሉካ ከይድካ ምዕራቅ እዩ ኣይንዕረቅን እንድሕር ድኣ ትብል ኮይንካ ድማ እቲ ዘይትዕረቀሉ ምክንያት ብንፁር ዝኮነ ናብ ህዝብካ ወሪድካ ንዕኡ መፍትሒ ምእላሽ እዩ። ታይ እዩ ሕጂ ላዕልን ታሕትን እቲ ህዝቢ ዝዛረብ ዘሎ ንሕናስ ክልተ ተትኾኑ ኔርኩምስ መጥፋእናኩም ኔርና ወይ ዝኾነ ካብ ርሑቕ ዝመጻኹምና እንተትኾኑ ሓዲኹምሲ ሕጂ ግንስ ጨኒቑና በባዕልኻትኩም ኮንኩምሲ እንታይ እዩ ክግበር ኢሉኩም እምበር እኳ ገለ ገሊኡ ከባቢታትስ እከለ ይጥፋእ እከለ ይጥፋእ ናብ ዝብል እውን ኣትዮም ስለ ዘለዉ ማለት እዩ እቲ ህዝቢ ብጠቕላልኡ እዚ ለባም እዩ ዝኒሀ ብኣግባቡ እንተዘይተታሒዙ ኣብ ጸገም ኢኹም ክትወድቁ ዝብል ርእይቶ ኣለኒ ከም ርእይቶ እዩ ናተይ እኳ ርእይቶ እዩ እንተዘይተቐቢልኩሞ ያው ዳሕራይ ትቕበልዎ ትኽእሉ ኢኹም። ምስቲ ህዝቢ ትግራይሲ ናይ ነርቭ ምትእስሳር ኣለዎም ዶ ማለት እግርኻ ክውቃዕ ከሎ ሓንጎልካ ሬጅስተር ገይሩ ነቲ ስቓይ መሊሱ ተወቂዕካ ኣለካ ኢሉ ይነግረካ እዩ ሓደ ናይ ነርቭ ስርዓት ስለ ዝተሓዳደር መራሕቲ ሕወሓት ምስ ህዝቢ ትግራይስ ናይ ነርቭ ምትእስሳር ኣለዎም ዶ ኣይ ዶንት ቲንክ ሶ ኣይ ዶንት ቲንክ ሶ በቃ እና እዚ እቲ ጸገም እዩ መፍትሒ እየ ዝብለና ዘሎ ተዓንቶ ዝበልክዋ ክኽሰስ ዝግብኦስ ዳኛ ኮይኑ ዝመጸሉ ግርምቢጥ ዝኾነ ፖለቲካ እዩ ዝብለሉ ምክንያት እዚ እዩ እቲ ዝተጋገየ ልክዕ እየ ዝብለሉ እቲ ነውሪ ዝሰርሕ ብኩርዓት ወጺኡ ነውሩ ዝዛረበሉ ንረብሓ ትግራይ ሕምሽሽ ዘብል ዓይነት ጌጋ እናፈጸመስ ብኩርዓት እዚኣ ገይረ እየ ዝብል ካብቲ ዘረባ ዲና ተበጊስና ስርዓተ ነርቭ ወይ ከዓ መትኒ ሲስተም ብጠቕላላ ገይሩ እዩ ገሊፅዎ ዘሎ እዚ ማለት ፐሪፈራል ነርቭ ሲስተም ዝበሃል ሓንቲ ኣብ መወዳእታ ማለት ኣብዚ ደጋዊ ክፋል ኣካልና ዝርከብ ነርቭ ሲ እግርና ክውቃዕ እንተሎ መልእኽቲ ከምቲ ናብቲ ሴንትራል ነርቭ ሲስተም ዝበሃል ናብቲ ዋና ዘሎ ማእኸል ዝበሃል ተርጊሙ ዝዛረብ ማለት እዩ ንሓንጎል እዚ ኮይንካ ኣለኻ ዝብሎ ሓንጎል ከዓ ንዕኡ ግብረ መልሲ ዝህብ ማለት እዩ እንተስ ሆርመን ድዩ ከመንጩ እንተስ ኢንዶክራይን ግላንድ ድዩ ዝእዝዝ ዝኾነ ነገር ክገብር እዩ ምሽ ስለዚ እንተስ ኣድሬናሊን ሆርሞን መንጩ ዲኻ ንስኻ ክትነጥር ክትዘልል ኣይፍለጥን ብዝኾነ ግን ግብረ መልሲ ወይ ከዓ ሪኣክሽን ንክህብ ኣዳፕቲቭ ዝኾነ ኢንቫይሮንመንት ኣብቲ ዝግበር ነገር ሲ ኣዳፕቲቭ ዝኾነ መልሲ ምእንታን ንክህብ ተባሂሉ ዝተዳለወ ነርቨስ ሲስተም ሲ ምስ ሓንጎል ርክብ ኣለዎ ስነ ስርዓት ኣለዎ ስለዚ እንድሕር ድኣ እቲ ንኣብነት እግሪ ኣፃብዕቲ ኢድ እዚኦም ብምልኦም ህዝቢ ኢልካ ተተሓስቦምስ እቲ ሴንትራል ሲስተም እቲ ሴንትራል ነርቭ ሲስተም ዝበሃል ከ ኣመሓዳሪ ተዝኸውንስ እቲ ናይ ምሕደራ መንገዲ እቲ ናይቲ ህዝቢ ጸገም እቲ እግሪ እቲ ሓዊ እንትቃጸል እንተሎስ ይስምዖ ዶስ ኣይስምዖን እዩ ዘይስምዖ እንድሕር ኮይኑ ዘይትርጉም እንድሕር ኮይኑ ፕሮብሌም ፕሮብሌም እንድሕር ደኣ ፈጢሩ ኮይኑ ከምዚ በቃ ሽግር ተፈጢሩ ኣሎ ማለት እዩ በቃ እዚ ሲ ጸገም ኣለካ ማለት እዩ ምንም ዓይነት ግብረ መልሲ ሪኣክሽን ነቲ ዝመጽእ ዘሎ ሃዋሁ ተረዲእኻ ንዕኡ ዝኸውን መልሲ ሲ ምስቲ ከባቢ ምስቲ ኢንቫይሮመንት ምስ ስዊት ክትገብር ኣይትኽእልን ድሓር ትተርፍ ኣለኻ እዩ ስለዚ ከምዚ ድዮም እቶም መራሕቲ ዝብል ጽቡቕ ዝኾነ ኣጋላልጻ ሳይንቲፊክ ብዝኾነ ኢቪደንስ ኣቕሪብሎም ኣሎ ድዮም ኣይኮኑን ባዕሎም ክሓትዎ እንድዮም ኣነ ግን ኣይኮኑን ዝብል ኣለኒ ከምቲ ናቱ መደምደምታ እንተዝኾኑ ነይሮም ክሳብ ሕጂ ክሳብ ክንዲ ዝኣክል ክንደይ ነገር ድዩ ተቓጺሉ ዘሎ እግሪ ጥራሕ ኣይኮነን ኢድ ጸጉሪ ኩሉ ክዳን ወሰን ወሰን ማለት እዩ ክብርታትና መዓርግና ባህልና ንባዕሉ ኢቭን እንተይተረፈ ወጺኻ ምዝራብ ንሰብ ምጽራፍ ንመራሒኻ ምጽራፍ፣ ኣብ ዝኾነ ቦታ ከይድካ ስኢልካ ዝኾነን ዘይኮነን ብለካ ለኽዓካ ጥጥቖ፣ ውልቀ ሰብ እንዳልዓልካ ምስቲ ውልቀ ሰብ ስኢልካ ምጭቕጫቕ እውን ባህልና ስለ ዘይነበረ ክዳንና እውን ይቃጸል እዩ ዘሎ at least እቲ ንዓና ሸፊኑና ዘሎ ነገር ይቃጸል እዩ ዘሎ ማለት እዩ ብድሕሪኡ ያው ናባና ከኣ እትኸውን ትሽግር so ክሳብዚስ ኣይምተጸበየን ነይሩ ሴንትራል ነርቭ ሲስተም ዝብሃል ደኣ የለን የለን ማለት እዩ ቀጽል። ዝእምኖ ሰብ የለ ኩሉ ዓማጺ እዩ ኣብ ትግራይ the same ህወሓት ዝመርሖ ይኹን ጌታቸው ረዳ ዝመርሖ ትግራይ የለን ብሸፋቱ እያ ትምራሕ ዘላ ኣባላት ቲዲኤፍ ትማሊ ቅድም ትማሊ ኣብ ሰሙንዚ ክልተ ምሩፃት ተቐቲሎም ኣብ መቐለ ምስ ዕጥቆም ስለዚ ትመሓውር ናብ ኮራፕሽን ናብ ስርቅን ናብ ገለን ኣትዩ እዩ ፀረ ወንጀል ኣይኮነን ናይ ወንጀል ተሓባባሪ እዩ ከምኡ እዩ በቃ መብዛሕትኡ ሰብ መብዛሕትኡ ሲ ብምፍርራሕ ብምዕማፅ በቃ ብዝኾነ ማለት ሓደ ተቃላሳይ እውን ኣብ ዝኾነ በረኻ እንተተዛሪቡ ኣብ ጥቕኡ ብዘሎ ንዕኡ ኔትወርክ ዝበሃል ኣሎ ሓደ ንሓሙሽተ እቶም ሓሙሽተ ታይ ገበርቲ እዮም እንተይልኩም ኢምፓወር ዝገብሩ ተመራሪሖም ነንባዕሎም ዝኾነ ነገር ዘይፈልጥ እቲ ሓደ እቲ መራሒኦምሲ ክፈልጥ ኣይኮነን ነቲ መራሒኦምሲ እንታይ ዓይነት ኣተሓሳስባ ኣለዎ እንታይ ዝበሃል ዝገብሩ እዮም ስለዚ ደስት ኦፕሬቲንግ ሲስተም ዝበሃል ኣሎ ኣብ ዝኾነ ናይ እንታይ ዝበሃል ናይ ሚሊተሪ ሳይንስ ኣሰራርሓ ደስት ኦፕሬቲንግ ሲስተም ማለት ተበቲንካዮ ሓበሬታ ገለ ዝእክብ ማለት ጀስት ከምኡ ማለት እዩ ሓበሬታ ኣኪቡ ሲ ናብቲ ሴንትራል ኦፕሬ ናብቲ ሴንትራል ሰርቨር ዝልእኽ ማለት እዩ ከምዚ ናይ ሚሊታሪ ሳይንስ እዩ እዚኦም ሓደ ንሓሙሽተ ኔትወርክ ትዕላምኡ እንታይ እዩ ትዕላማን እቲ ፋንክሽንን በቦይኑ ኮይኑ እዩ ተረኪቡ ዘሎ ሕጂ እንዳሰርሖ ዝርከብ ማለት እዩ መጀመርታ እቲ ዕላማ እንታይ እዩ ነይሩ? ሓደ ሰብ ብቑዕ ኣሎ፣ ዝኾነ ነገር ክኢሉ ኣሎ፣ ኣርባዕተ ሰብ ድማ ብትሕቲኡ ገና ኣይከኣሉን እዮም፣ ኣብ ምክኣል እዮም ዝርከቡ ተባሂሎም፣ ንሳቶም ነቲ ሓደ ዘሎ ዘበራታትዑ፣ እቲ ሓደ ከኣ ንዓኣቶም እቲ ዝፈልጦ እንዳፍለጠ ንሳቶም እውን ከም ዓቕምን ኢንፑትን ኮይኖምዎ ክኸዱ እሞ ዓብይ ዓብይ ናይ ሓሙሽተ ዳሕራይ ከኣ ሓሙሽቲኦም ተበቲኖምስ ካሊእ ክመርሑ ማለት እዩ እዩ ነይሩ እቲ ዕላማ፣ ሕጂ ግን እንታይ ኮይኑ? እቶም ኣርባዕተሲ ከመይ ገይሮም ነቲ ሓደ መሪሑ ዘሎስ ዳውን ከም ዝገብርዎ፣ እንታይ እንታይ እንታይ እንታይ ይሓስብ፣ እንታይ እንታይ ኣይሓስብን፣ እቲ ሓሳቡኸ ብስሩ ብመሰረቱ ንመንግስቲ ይትንክፍዶ ኣይትንክፍን፣ ነቲ ስርዓት ማለት እዩ፣ ነቲ ህዝቢ ዘይኮነስ ነቲ ዝመርሕ ዘሎ ገዛኢ ፓርቲ ይቃወምዶ ኣይቃወምን ዝብል መባጻጻሕቲ እዮም ኣርባዕተ ሕጂ። ስለዚ ከቢድ እዩ። ከምዚ ዝበለ ናይ ኔትወርክ ናይ ኣወዳድባ ሲስተም ገለ እንዳተወደብካ ጸገም እንዳፈጠርካ እንድሕር ደኣ ከይድካ ኣርባዕተ ኮይንካ ንምብላዕ እምበር ወይ እቲ ሓምሻይስ ኣይበልዕን ዘሎ እንተኾይኑ ንባዕሉ ኣይሰርቕ እንተኾይኑ ሒዞሞ ንክሰርቁ እምበር ዝግበር ዘሎ ጉዳጉድ ካብ ውሽጢ ኢንቨስቲጌት ገይሮም ንክረኽብሉ ኣይጥቀምሉን ዘለዎ መራሕቲ ሽግር ካብዚ እዩ ዝምንጩ እዚ እምኒ እዚ እንታይ በልክዮ ኣድማስ ክሪስታል እዩ እዚኣ ከምዚ ዕላ ንውሽጢ ተኣቱ መጀመርታ ክትጅምር ከለካ ከመይካ ከም ትገብሮ ክነግረክኒ ግን እዚኣ ክትወፅያ ከለካ ንክትስሕብያ ንክትጥዕመኪ እያ እዚኣ ጀይድ ስቶን ዝበሃል ጀይድ ስቶን እያ ካልኣይቲ ከመይ እሞ ክበሉ ጓለ መጀመርታ ክጅምር ከለኹ እዚኣ ትሪኣ ዘለኸን ከዓኒ ከምዚ እያ ማለት እዩ ውሽጢ ትእትውያ ወፅያ ከለካ ወፅያ ክንዳየልካ ከቢድ እዩ ክብደት ኣለዎ እዚኦ መሓረና ክርስቶስ እዚኦ እዚኦ እዚኦ እዚኦ ኢላ ማማ ጉዒ እንታይ እዩ እቲ ዕላምእን ኣነ ኣይተበርህንን እንታይ እዩ ፔን ድዩ ዝቕንስ ወይ ብዙሕ ነገር እንታይ ምዃኑ ኣይፈለጥኮን ዘለኹ ሶ እንድሕር ድኣ እዚ ንዝኾነ ነገር ጥቕሚ ኮይኑስ ማማ ጉዒ እዚኦ ዝብሃል ኣይኮነን ምስጢር እውን ኣይኮነን እቲ ፐርፐዙ ኣይፈለጥክዎን ዘለኹ ምሉእ ናይቲ ቪድዮ ትሕዝቶ ስለ ዘይረኣኽዎ ማለት እዩ ምናልባት ብዙሓት ቴክኒካት ኣለዉ እኮ ከምዚ ቃንዛ ገለገለ ዝበሃሉ ኣኪፐንክቸርስ ዝበሃሉ ምሽ ኣለዉ ንኣብነት ብቻይና ገለገለ ዝጥቀምሎም ብቻይና ዘይኮነስ ኣብ ሙሉእ ዓለም ከምዚ ሜሪድያንስ እውን ኣለዉ ዝተፈላለዩ ስፖታት እናገበ እናደኻእኻ ገለ ዓይንኻ ትሕክም ወይ ስርዓተ ምስትንፋስካ ከምኡ ገለ ዝተፈላለዩ ጥንታዊ ዝኾኑ ናይ ኤንሽንት ቻይኒዝ ቻይኒዝ ሜዲሲን ዝበሃሉ ማለት እዩ እዚኣቶም ድሕር ዳ ኮይኖም መይቢ ከምኦም ዓይነት ነገር ጥቕሚ ዘለዎ እንተኮይኑ ኣይፈለጥኮን ዘለኹ ግን እቲ ጥቕሙ እንታይ ማለት ምዃኑ እንተይፈለጥካ ድማ ኣብዚ ሪኣክሽን ምግባር ስለ ዘየድሊ ጥቕሙ እስኪ ፀሓፉ ለይኹም መብዛሕትኹም ናይ ሎማዓንቲ ቪድዮ ነዚ እዩ ዝመስል ክሳብ መወዳእታ መደብ ተኸታቲልኩም ርእይቶ ሰሚዕኹም ሃናፂ ዘበለ ነገር ብምሉእ ከዓ ኣስፊርኩም ስለ ትኸዱ ብጣዕሚ ብጣዕሚ እየ ዘመስግን ልዋም ቅን የኾነልካትኩም ዳሕና ቐንዩታ